ዝሓለፈ ሰሙን ናብ ሓደ ቦታ ዘወር ኢልና ነርና እሞኒ ናብቲ ቦታ ከነማላኣኩም እዚያ ኬድናያ ዝነበርና ዓዲ ኤደርዜ ትበሃል ኣብ ሄሰን እያ ትርከብ ኣብ ዶችላን ማለት እዩ ብጣዕሚ ፅቡቅ ዝኾነ ቦታታት ኣለዎ መዘናግዒ መዛወሪ ንቆልዑ መፃወቲ ዝኸውን መዛወሪ ዝኸውን ቦታታት መሓንበሲ ብዙሕ ዝተፈላለየ ዓይነት ንዓይንኻ ክትሪኦ እትኽእል ነገራት ኣለው ማለት እዩ እምበኣር ሓቢርኩም ተኸታተሉኒ ክሳብ መወዳእታ ማለት እዩ መጀመርታ ኣብ መርከብ ኢና ደይብና እዚኣ መርከብ ሰለስተ ደርቢ እያ ኣብ ላዕሊ ቆልዑ መጻወቲ ኣለዎም ክጻወቱ ተደልዮም ማለት እዩ ተደሊኻ ኣብ ላዕሊ ትኸውን ኣብ ማእከል ትኸውን ኣብ ደገ ትኸውን ኣብ ደስ በለካ ማለት እዩ መሪጽካ ንዓኻ ዝምችኣካ ቦታ ርኢኻ መሪጽካ ኢኻ ኮፍ ትብል ኣብዚ ኣብቲ ደገ ኮፍ ኢልና ነርና ማለት እዩ። ኣብዚ ድማ ደቅና እናተፃወቱ ኣብቲ ማእከል ኣብታ ማእከል መርከብ ኮንካ ነቲ ዓዲ ክትሪኦ ከለካ ረኣይዎ እንታይ ይመስል ፅቡቅ መዓት እዩ። ኦ ማይ ንጎት ኣነ ከምዚ ዓይነት ጎቦታት ገለመለ ከምዚ ዓይነት ቦታ ብሕፅር ዝበለ ኣብ ጀርመን ዘሎ ኮይኑ ኣይስማዓንን ነይሩ ጥራሕ በዓል ስዊዝ ገለ ኮይኑ ይስማዓኒ ነይሩ ግን ኣሎ ብጣዕሚ ሰርች ብዘይ ምግባር እዩ እምበር ክፅብቅ መዓት እዩ እዚ ቦታ እዚ ረኣይዎ ድማኒ እዚ ብቀይሕ ከምዚ ገመድ ተገይሩ ተገይሩሉ ዘሎ ሰብ ዝሕንብሰሉ ቦታ እዩ። ሑፃይ ውሽጡ ክፅብቕ መዓት እዩ። ጀላቡ ኣለዋ ብጀላቡ ጌርካ ነቲ ባሕሪ ትኮሉ ትኽእል ኢኻ። ንሳዕ ዓዲ ንክልተ ሰዓት ካብ ዓሰርተ ሽዱሽተ ሽሕ ዕድመ ንላዕሊ ጃልባ ተኻሪኻ የርእዩኻ ብኸመይ ከም ትዝውራ ኣብቲ ባሕሪ ዝኾነ ነገር ተጋጢሙካ እንታይ ክትገብር ኣለካ ገለ ናይ ውሕስነት ድማ ጃኬት ኣልቢሶም ገለ መሊኦም ዝሰዱኻ ማለት እዩ ነታ ባሕሪ ብደስታኻ ትኾላ ትኽእል ማለት እዩ ወይ ከዓኒ ኣብ መርከብ ደይብካ ድማኒ ትዛወር ወይ ክትዘናጋዕ ትኽእል ክትፅብቕ ግን መዓት እያ እዚኣ ቦታ ቆልዑ ብፍላይ ዘለኩም ክትዛወሩ ምስ ትደልዩ ማለት እዩ ሰርች ግበርዋ እዚኣ ከተማ ኣብ ጎግል ማለት እዩ ብጣዕሚ ፅቡቅ ዝኾነ ቦታታት መዘናግዕን መዛወርን ዝኸውን መሐንበሲ ዝኸውን ቦታ ኣሎ ማለት እዩ ሶ እዚኣ ኤደርዜ እትበሃል እዚ ኤደርዜ ዝበሃል ባሕር ማለት እዩ ቅድሚ ሚእቲ ዓመት እዩ ተሰሪሑ ከም ዝመስለኒ ቀደም ከም ዝውሕጅ ዓይነት እዩ ነይሩ ዳሕራ ሽዑ ኣምፃ ኣቢሎም ኣብ ሓደ ቦታ ከምዚ ድልድል ምስ ሰሪሖም ነቲ ማይ ደው ምስ ኣበልዎ እንዳገፍሐ እንዳገፍሐ እንዳገፍሐ እቲ ባሕሪ ኮይዱ ማለት እዩ ብዝሓለፍካዮ ቦታ እዩ ናይ ጃልባ ናይ መርከብ መደየቢ ገለ ዘለዎ እዩ ማለት እዩ እንትሪእዎ ዘለኹም ብጫፍ ጫፍ ኣብቲ ባሕሪ ደሴት ኣሎ ነቲ ባሕርና ኮለልካዮ ከለኻ ድማ ኣሎ ኣብኡ ይሕብሩኻ እዮም ኣብ ከምዚ ቦታ በፂሕና ኣለና ኣብ ከምዚ ቦታ በፂሕና ኣለና እናበሉ ማለት እዩ ኣብቲ ማእከል ድማ ሰለስተ ደሴት ኣለዋ ኣብቲ ባሕሪ ማለት እዩ እዚ ድማ ኣብቲ ከተማ ኣብቲ ከተማ ናይ ቆልዑ መፃወቲ ማይ ኣሎ ክትፃወት ቆልዑ ክፃወቱ ኣብዚ ብጣዕሚ እዮም ዝፈትዉ ብዙሓት ቆልዑ ረኣይዎም ኣብዚ እዚ ማይ ካብ ላዕሊ እዩ ዝጅምር በቃ ገለ ዓይነት ኣሰራርሓ እዩ ተሰሪሑ ክፅብቕ መዓት እዩ ናይ ብሓቂ እዚኣ ከተማ ግን በቃ ምሻሎ ናይ ቱሪስት ጥራሕ ከተማ እያ ብብዝሒ ሰብ ካብ ደገ እዩ ዝመፃ ኣብታ ከተማ ምናልባት ተቐመጥቲ ናይቲ ከተማ ኣይዶኖ ሽሕ እንተበፂሖም እዮም ብጣዕሚ ብዙሕ ሰብ ካብ ደገ ጥራሕ እዩ ዝመፃ ምክንያቱ ኣብቲ ከተማ ከም ዝበልኩኹም ናይ መዛወሪ ከምዚ ናይ ቱሪስት ጥራሕ ተሓዝ ቦታ ኮይኑ እዩ ዝስማዓኒ ምክንያቱ ድኳን የለን ሕክምና የለን ኩሉ ነገርስ የለን በቃ ብጀካ ንክትዛወረላ ማለት እዩ ብጣዕሚ ጽብቕቲ ደስ ኢላትኒ ንዓይ። ምናልባት ክትዘዋወሩ ተደሊኹም ድማ ከምዚ ጽምዋ ዘለዎ ቦታ ረበሻ ዘይብሉ ቦታ እንተደሊኹም በዚ እዚኣ ዓዲ ማለት እዩ ሰርች ግበርዋ ብጎግል እሞኒ ትፈትውዋ ኢኹም ኬትኩም ክትበፅሕዋ ትኽእሉ ማለት እዩ ሶ እዚ በዚ ማይ ከምዚ ኢሉ ይኸይድ ብታሕቲ ታሕቲ ታሕቲ ማይ ይኸይድ ሽዑ ናብቲ ናይ ቆልዑ መፃወቲ ናብኡ ይእከብ ማለት እዩ እዚ ድማ ኣብቲ ከተማ እዩ እዚ ማይ ብላዕሊ ጃሕጃሕጃሕ ዝብል ዘሎ ብዝኸትካዮ በቃ መዘናግዒ መፃወቲ ገለ ናይ ቆልዑ ንዓይንኻ ሰሓቢ ዝኾነ ነገራት ኣሎ። ብጣዕሚ ዓቢ ዝኾነ ጎቦታት ኣሎ ብዝኸድካዮ ጎቦታት እዩ። ነቲ ባሕሪ ክትኮሎ ከለኻ ድማኒ ብጫፍ ጫፍ ብእግርኻስ ነታ ባሕሪ ከምዚኣ ጌርካ ክትኮላ ትኽእል ኢኻ። ብጣዕሚ እዩ ዓቢ እቲ ባሕሪ ግን ከምኡ ቦታታት ናይ ሰብ ተሰሪሑ ማለት እዩ። ኣብዚ ኻብ ትሪእዎ ዘለኹም ጽቡቕ ዝኾነ ማይ ናይ ቆልዑ መጻወቲ ገለ ኣሎ። ኣብቲ ዓድስ ዳርጋ ዘየለ ነገርሲ ዳርጋ የለን በቃ ረኣይዎ እዚ እዚ ትሪእዎ ዘለኹም ገዛውቲ ሕጂ ዝበዝሐ ማለት እዩ ፌሪንግ ቮኑግ እዩ ፌሪንግ ቮኑግ እዩ ፅብቅ መዓት እዩ በቃ እም፣ በቃ ናይ ክራይ ገዛውቲ እዩ ብሕፅር ዝበለ ማለት እዩ ኩሉ ትሪእዎ ዘለኹም ማለት እዩ እዚ ካብ ከተማ ናብቲ ንሕና ተኻሪናዮ ዘለና ገዛ እንደ ዝኸይ ዘለኹ በቃ ግን ኩሉ በቃ ናይ ናይ ናይ ክራይ እዩ ማለት እዩ ኣብ ዝሓለፍካዮ ኣንጎሎ ድማ ከምዚ ዓይነት ሳሌዳ ዝመስል ኣሎ ብዙሕ ሓበሬታታት ኣብኡ ኣሎ ኢንፎርሜሽን ኣሎ ማለት እዩ እዚ ድማ ዝኾነ መፃወቲ ቦታ መዘናግዒ ናይ ዓበይትን ንኣሽቱን ዝፃወትሉ ኣላ ዝኾነ ነገር ንእሽተይ ከምዚ ኩዕሶ ትመስል ናብዚ ናብዚ ተብላ ኣላ ሽሙ ጠፊኡኒ እቲ እቲ ፃወት እንታይ ከም ዝበሃል ማለት እዩ ግን ብፍላይ ቆልዑ ካብ ሸውዓተ ሸሞንተ ዓመት ዘለዉ ክሳብ ንዓበይቲ ክትፃወተሉን ክትዘናግዓሉን እትኽእል ክጽብቅ መዓት ቦታ እዩ ዝረኣይዎ መዓት ሰብ ኣሎ ኣብቲ ውሽጢ ከፍ ኢልካ ኢኻ ትኣቱ ዋው ክጽብቅ መዓት እዩ ጎልፍ ዝበሃል ጻውቲ እዩ ጎልፍ ዝበሃል ጻውቲ ኣብዚ እ፣ ብዙሕ ሰብ እዩ ዝጻወት ትሪእዎ ኣለኹም በቃ ኩሉ ቀጠልያ ኮይኑ ገለ ዋው ክጽብቅ መዓት እዩ በቃ ኣብቲ ውሽጡ ማይ ኣለዎ ገለ ገለ ዓይነት እዩ ኣብዚ ድማ እኒ ኣብ ሓደ ቦታ ኣሎ በቃ ኩሉ ነገር ግምጥልጥልጥልጥል ዝበለ እዩ ሰሓቕ ኢኻ ትመውት ኣብኡ ምስ ከድካ ማለት እዩ እቲኣ ገዛ ተገምጢላ ኣብ ውሽጣ ሻወር ድዩ መደቀሲ ዓራት ድዩ ገለ በቃ ኩሉ ግምጥልጥልጥልጥል ዝበለ እዩ ረኣይዎ ሚልኪና በዚ ተገምጠለት ኮፍ መበሊታት ባልኮን በቃ እታ ገዛ ከምዚ ኢላ ተገምጠለት እንድያ በጣዕሚ ኢኻ ኣብቲ ውሽጢ ምስ ኣተኻ ሰሓቕ ትመውት ማለት እዩ። ከም ዝበልኩኹም ኣብቲ ዓዲ በቃ ብዙሕ ነገር እዩ ንኽትርእዮን ሰሓቢ ዝገብረካ ንኽትዘናግዓሉ ምቹእ ዝኾነ ቦታታት ኣሎ ማለት እዩ። እዚ ኸዓ እትሪእዎ ኣለኹም መኪና ከምዚ ኢላ ተገምጢላ በጃኹም ከምዚ ጌርኩም ፓርኪን ግበሩ ተፃሒፉ ኣሎ ቢተ ዞብ ፓከን ያ እንትይብ ኣለኹ ማለት እዩ ኣብ ደገ ድማኒ መፃወቲ ናይ ቆልዑታት ኣሎ ያ ኣብቲ ውሽጢ ኮኒ ክንቆትሖ ገለ ይከኣልና ንበዓልና ክንርኢ ገለ ብጣዕሚ ስለ ሰሓበና ብደቂ ጥራሕ ቅድሕ ቅድሕ ኣቢለልኩም ማለት እዩ ኣብዚ ኸ ወደይ ብመኪና ይፃወት ኣሎ እዚኣ መኪና ሓመድ ምሻሎ ከምዚ ኢሎም ቆልዑ ሓፍ የብሉ ይፃወትሉ ገለ ከምኡ እዩ ብጣዕሚ ደቅና ተዘናጊዖም ንሕና ተዘናጊዕና ሓንጎልና ሓዲስና ምሻሎ በቃ ፅቡቅ ዝኮነ ግዜ ኣሕሊፍና ሓቂ ዘረባ ብጣዕሚ ፅቡቅ ነይሩ ኣብዚ ከዓኒ ኣብዚኣ ቦታ እዚኣ እኳ ኣይከድናን ኣጋጣሚ ግን ንዓኹም ቀዲሕልኩም ኣለኹ ኣብኡ ኣላብ ሓንቲ ቦታ ድማ ትኸይድ ነዚ ኣየር ምስ ደቅኻ ሰማንያን ገለን ቅርሺ ከፊልካ ማለት እዩ እቲ ባሕሪ ትኸሎ ማለት እዩ ናብ ደስ ዝበለካ ቦታ የብፅሑኻ በቃ ምሻሎ ትኾላ በቃ ሄሊኮፕተር ጌርካ ማለት እዩ ብዙሕ ዓይነት ኣማራፂታት እዩ ዘሎ ሓቂ ዘረባ ኣብ ከተማ ክትረኽቦ ዘይትኽእል ነገራት ማለት እዩ ኣብኡ ኣለኩም ከም ዝበልክዎም ኣብ ሄሰን እያ ትርከብ ካብ በዓል ፍራንክፈርት ምናልባት ሰለስተ ሰዓት ርሒቓ ክትርከብ ትርከብ ትኸውን ማለት እዩ እዚ ድማ መሐንበሲ ኣብ ደገ ክትሕንብስ ምስ ትደሊ ማለት እዩ እዚ ሓቂ ዘረባ ምሸት ምስ ኮነ በቃ ሰብ ኩሉ ሰዓት ኣኺሉ ሰብ ምስ ወፅኤ ቀዲሐዮ እምበር ብጣዕሚ ብዙሕ ሰብ እዩ ኣብዚ ዝሕምብስ ብጣዕሚ ብዙሕ ሰብ ማለት እዩ ራእይዎ ኣሰራርሕኡ ገለ ዋው ክፅብቕ መዓት እዩ በቃ ክፅብቕ መዓት እዩ ናይ ብሓቂ ኣነ ብዙሕ ቦታታት ከይደ ኣለኹ እሞኒ ከምዚ ግን ዋው እንደ ከምዚ ብዙሕ ቦታታት ኣይረኣኹን ሓቂ ዘረባ ብጣዕሚ ንዓይ ስለ ዝሰሓበኒ ገለ ሰባት ድማ እንተስሒብኩም ክትዛወሩ ምስ ትደልዩ ክትጥቀሙሉ ኣብዚ ቦታ ከይትኩም ክትዛወሩ ትኽእሉ ኢኹም። እዚ ድማ ኣብ ገዛና ኮይና ኢና ቀዲሕናዮ ማለት እዩ። ረኣይዎ ክንስልኩም በካ ጽምዋይት ዓዲ መዓት በረኻታት፣ ጎቦታት፣ ገለመለ ዘለዎ እዩ፣ ብዝኸድካዮ በቃ ናይ ማያዊ ክፋል ማይ ዘለዎ ባሕሪ ገሊኡ እዚ ክፅበ መዓት እዩ ሕጂ ኣበይ ኢና ዘለና መስለኩም ባቡር ኣላ ንላዕሊ ሚትን ገለመለን ሜትሮ ትወስደካ ማለት እዩ ባቡር ጌርና ናብ ላዕሊ ጎቦ ደይብና ኣብቲ ጎቦ ኮይና ኢና ነቲ ዓዲ ክንቀጥሓ ጸኒሕና ማለት እዩ። እዚ ድማ እቲ መሐንበሲ ኣብ ደጊኡ ናይ ኩዕሶ መፃወቲ ቦታ ኣሎ ብዙሕ ፓርኪን ቦ ዝኸውን ንፓርክ ክትጥቀመሉ እትኽእል ቦታታት ኣሎ እዚ ከዓ ቆልዑ መፃወቲ ማለት እዩ ናይ ብሓቂ እዚ መሐንበሲ ክፅብቅ ክጽብቅ ክነግረኩም ኣይክእልን እየ ምሻሎ ብፍላይ ምሕንባስ ዝፈትዉ ሰባት ማለት እዩ ቆልዑ ድማ ክጻወቱ ተደልዮም በዚ መጻወቲታት ኣለዎም ሰማያዊ ትሪእዎ ኣለኹም ካብ ላዕሊኻ ከምዚ ሸረረረር እናበልካ ናብቲ ማይ ትኣቱ ናይ ባሓቂ ብጣዕሚ ሰሓቢ ነይሩ ፅቡቅ ግዜ ሕሊፍና ሶም ከም ትሪእዎ ዘለኹም ኣብዚ ቦታታት ግዜና በፂሕና ምናልባት ደስ ስለ ዝበለኒ ፅቡቅ ገይረ ከምዚ ቅድሕደ ሓቢለየ ዘለኹ ማለት እዩ እዚ ድማ ሰወሬታ ቴሌፎን ቅይር ኣቢለ ቀይሐዮ ፅቡቅ ንኽረኣየለይ ካብ ምባል እየ እያ እዚ ድማ ውለኩ መሐንበሲ ደስ ትልኩ ማለት እዩ እያ እዚ ድማ እቲ ከተማ እዩ ኣብቲ ኣብዚኣ ገዛ ትሪእዋ ዘለኹም ኣብኡ ብዙሕ ሓበሬታታት ኣለኩም ብዙሕ ኢንፎርሜሽን ኣለኩም ኣብዚኣ ከተማ እንተኣቲኹም እዚኣ ትሪእዋ ዘለኹም ገዛ ኣብኣ ብምእታው ብዙሕ ዓይነት ኢንፎርሜሽን ክብኹም እዮም በየን ከይትኩም ክትዛወሩ ከም ትኽእሉ ዝኾነ ድኳን ክትገዝኡ እንተደሊኹም ኣብይ ከይትኩም ድኳን ክትገዝኡ ከም ትኽእሉ ኣበይ ኣበይ ቦታታት ከም ዘሎ ብጣዕሚ ብዙሕ ቦታታት ይሕብርኹም እዮም ንሶም ብናፃ እዩ በቃ ኣብቲ ከተማታት ዘሎ ፅቡቕ ነገራት ኩሉ ነገር ይሕብርኹም ማለት እዩ ከም ዘልኩኹም እቲ ዓዲ ናይ ቱሪስት ዓዲ እዩ ከም ዝመስለኒ ብዙሕ ሰብ ኣብኡ ተቐማጢ የለን ብዙሕ ሰብ ሓቲትካዮስ ኢንፎርሜሽን ክበካ ዝኽእል ሰብ ብዙሕ ኣይኮነን ማለት እዩ ሕጂ እና ብዚኣ ገዛ እዚኣ ትኸዱ ኣብታ ማእከል ከተማ እያ ዘላ ኣብታ ማእከል ከተማ እያ ዘላ ናብ ኣምስከትኩም ድማኒ ኩሉ ነገር ይሕብርኹም ማለት እዩ እዚ ድማ ሒዝናዮ ዝነበርና ፌሪን ቮኑን እዩ ኣብቲ ደገ ከምዚ ኢሉ ኢንፎርሜሽን ብዙሕ ኣሎ ንኣብነት ኣበይ ኬትካ ድኳን ክትገዝእ ከም ትኽእል ኣበይ ኣበይ ክትጻወት ከም ትኽእል፣ ኣበይ መዘናግዒ ኣሎ፣ ኣበይ ጽቡቕ ቦታ ኣሎ፣ ኣበይ ጽምዋ ዘለዎ ቦታ ኣሎ፣ በቃ ምሽ ኣሎ ኣብቲ ደገ ናይ ናይቲ ሆቴል ድዩ ወይ ናቲ ፌሪም ቮኑንግ ብዙሕ ሓበርታታት ኣሎ ማለት እዩ። እዚ ኣቡስ ሕጂ ኣብዚ ስእሊ ዘርእየኩም ዘለኹ ናይ ሬቬ መኪና እያ ቀዳም ቀዳም ናብቲ ከተማ ትመፅእ ቀዳም ኣይንካፎን ትገብር ካብዚያ መኪና ማለት እዩ ካልእ ግን በቃ ኩሉ ሆቴላት እቲ ዓዲ ኩሉ እንዳ ሻሂታት እዩ እያ ከምዚ ከምዘልኩም ብዙሕ ሰብ ኣብቲ ዓዲ ኣይቀመጥን እዩ በቃ ናይ ቱሪስት ጥራሕ ስለዝኾነ ሕጂ ድኳን ገለ ንኣብነት የለን ኣብቲ ዝኸትኩሞ ሆቴል ድዩ ወይ ፌሪንግ ብኹን ግን ኣብኡ ሓበርታታት ኣለኩም ድኳ እንተደሊኻ ክንደይ ሰዓት ክትጓዓዝ ከም ዘለካ ገለ ማለት እዩ እዚ ባሕሪ ድማ ካብ ብደገ ስእሊ እዩ ክፅበ መዓት ረኣይዎ እዚ ከዓ ተኻሪናዮ ዝነበርና መደቀሲ ገዛ እዩ ማለት እዩ ፌሪንግ ቮኑ ሓላፊቱ ከርእየኩም እየ እቲ ገዛ እንታይ ከም ዝመስል እዚ እኮ እቲ ሽቓቕ እንዲ ነይሩ ሽቓቕ መሕፀብን ብሓንሳብ እቲ ገዛ ክትኣቱ ከለኻ ብቕድሚኡ ነዚ ይመስል እዚ መደቀሲ ናትና እዩ ነይሩ ዓባይ ዓራት ማለት እዩ ሓንቲ መደቀሲት እዚኣ ኣርማድዮ ኣለዋ ፍኒስትራ ዝፈትዎ ነገር ተሃልዩ ፍዮሪ እዩ እቲ ገዛ እዚኣ ትመስል እቲኣ ሒዝናያ ዝነበርና ገዛ ማለት እዩ እዚ ድማ ሳሎን ማለት እዩ ሳሎን ቴሌቪዥን ኣለዎ ቲቪ ማለት መብልዒ ሳሎን ኩሉ ነገር ኣለዎ። በቃ ክሽነ ኮምፕሊት ኣለዎ። ደስ ዝበለካ ነገር ማለት እዩ ክሽነ ልክ ከምዛ ገዛኻ ኩላ ክሽነ እያ ዘላ ሓቂ ዘረባ ከም ዝበልኩም ኣብቲ ዓዲ እ፣ ድኳን የለን ድኳን የለን ምናልባት ናብኡ ክትከይድ ተኾንካ ካብ ካብቲ ትመጾ ዓድስ ነናኣሽቱ ነገራት ክትማላእ ኣለካ ማለት እዩ ኦርደር ጌርካ ኢኻ ጥራሕ ክትበልዕ ትኽእል ኣብዚ ክሽነ ግን ንኣብነት ሻሂ ድዩ ጸባ ከተውዕ እንተደሊኻ ወይ ካፈ ክሰቲ ተደሊኻ ወይ ከዓ ነቲ ኦርደር ዝገበርካዮ መግቢ ኣውዕያ ኣቢልካ ክትበልዖ እንተደሊኻ ማለት እዩ ወይ ከዓኒ ከምዚ ምሻኣሎ ወይ ናይ ሓበሻ መግቢ ጥራሕ ዝፈቱ ሰብ ተኾይኑ ወይ ቆሎ ውዕ እንተሃልዮምካ ከዓ ፍሉይ መግቢ ዝበልዑ ንዕኦም ዝኸውን ኣዝቤዛ ሒዝካ ክትመፅእ ኣለካ ማለት እዩ ተዘይኮይኑ ከም ዘልኩኹም ኦርደር ኢኻ ክትገብር ትኽእል ማለት እዩ ያ እዚ ድማ ብደገ በቲ ባልኮን ኮይነ እየ እዚ ቪድዮ ዝቕርሖ ዘለኹ ማለት እዩ ፅብቅ በቃ ኣይደነኹ ንዓይ ብጣዕሚ ስሒቡኒ ስለ ሰሓበኒ ከምዚ ገይረ ቪድዮ ቀዲሐዮ። እዚ ድማ ኣብ ትሕቲ ትሕቲ ገዛና እዩ ክትፃወት ተደሊኻ ቆልዑ ክፃወቱ ተደልዮም ወይ ግሪል ክትገብር ተደሊኻ ገለ እዩ ዝብል ኣብቲ ፅሑፍ ያ ግሪል ክትገብር እኮኒ ግዜ ዝበሃል የብልካን በቃ በዚ በዚ ክትወፅን ክትኣትን ማለት እዩ ባሕሪ ክትከይድ ክትዘናጋዕ ናብ መርከብ ክድይብ ገለ ማለት እዩ እዚ ድማ ሳልሳይ መደቀሲ ናይ ቆልዑ ሓንቲ ዓራት ኣላታ ማለት እዩ እዚ ድማኒ ካልእ ካብ መደቀሲ ማለት እዩ ዓብ ዓራት ኣለዎ ሰለስተ መደቀስን ሳሎንን እዩ ነይርዎ እቲ ገዛ እዚ ድማኒ ሳልሳይ መደቀሲ ማለት እዩ። ቆልዑ እንተሃልዮምኩም ከዓኒ ንኣሹ ዓራት ናይ ቆልዑ ኤክስትራ የምፅኡልካ እዮም እንተ ደሊኹም ኣምፁልና ክትብልዎም ኣለኩም ማለት እዩ። ይሕብሩኻ እዮም ክነምፅኣልካ ዶ ወይስ ይኣኽለካ እዩ ዝገዛ ኢሎም ይሕብሩኻ እዮም ማለት እዩ። እኹል ዝኾነ ኣርማድዮ ኣለዎ ኣብቲ ገዛ ፀብሒ ክትሰርሕ ተደሊኻ ድዩ ገለ ኩሉ ነገር ኣሎ ኣብቲ ገዛ ኩሉ ነገር መሕፀቢ ናይ ዝበላዕካሉ ቫኣሽፒል ማሽነ ማለት እዩ ዝበላዕካሉ ቁሑት መሕፀቢ ማሽን ገለ ኩሉ ነገር ኣሎ ጥራሕ መሕፀቢ ናይ ክዳውንቲ የለን ማለት እዩ ሕጂ ዓሰርተን ኣርባዓን ሸሞንተን እዩ ዘሎ ኖርማል ሳል ዓሰርተ እያ እታ መፍትሕ ክንረክባ ዝግባኣና ማለት እዩ ግን እትዮሞ እቲኦም ዋና ገዛ ዋላ ሓንቲ ሃወኹናን ትፈልጥዎ ቆልዑ ሒዝካ ገለ ብጣዕሚ ደንጊና ክፍቲ ገዛ ክንወፅእ ከለና ግን ዋላ ሓንቲ ተረጋጊኩም ውፁ ዘህወኽ ነገር የብሉን ገይልምና ማለት እዩ ያ ወዳዲእና ንብረትና ጠራኒፍና ድማ ድሕሪ ኣርባዕተ መዓልቲ ሓሙሽተ መዓልቲ መፍትሖም ኣረኪብናዮም ኣብዚ ላዕሊ ገዛ ድማ እንታይ ኣሎ ከምዚ ከምዚ ንእሸይ ኣስቤዛ ኣብኡ የቐምጡ እሞኒ ዝደለኻዮ ኣስቤዛ ንኣብነት ትወስድ ኣብኡ ከዓ ዋጋታት ተፃሒፉ ኣሎ ብእምነት ማለት እዩ ኣብኡ ገንዘቦም ተቐምጠሎም ደስ በለካ ንብረት ተሃልዩ ድማ ትወስድ ንኣብነት ችብስ ድዩ ንቆልዑ መዘናግዒ ወይ ገለ ያ ንኣሽቱ ንኣሽቱ ነገራት ኣገዳሲ ዝበልዎ ነገራት ኣብዚ ኣሎ ኣብዚኣ እታ መትሓዚት ድማ ገንዘብ ተቐምጦ ኣሎ ማለት እዩ ንሕና እኮ ኣሎ ኢሎምና ነይሮም ሲ እዛ ቪድዮ ክቕድሓ ከለኹ ይርአ እዩ ሓቂ ዘረባ እምበር ወላ ሓንቲ ኣይተጠቀምናሉን ማለት እዩ ከምዚ ካለኩም ዝኾነ ሸሓኒ ክውሕደኩም ተመሲሉ ወይ ገለ ሶ ካብዚ ትጥቀሙ ማለት እዩ ፍሪጅ ኣለኩም ኣብዚ ኣይስክሪም ድዩ ገለ ዝኾነ ዓይነት ኣብኡ ፍሪጅ ፒትሳ ድዩ ገለ ኣለኩም እያ ትሓቶም ትም ገዛ መፍትሕ ብየን ከም ዝርከብ ገለ መለ ማለት እዩ እንተ ምናልባት ኣብዚኣ ገዛ እንተ ተኻሪኹም ማለት እዩ እያ ሕጂ ናብ ደገ ሒዝናኩም ክንወፅ ኢና እቲ ገዛ ብጣዕሚ ፅሩይ ነይሩ፣ ብጣዕሚ ፅቡቕ ነይሩ። ዓው ዓው ኢልኩም ኢሉ ዝዛረበካ ሰብ የለ ግለ ሕና ብጣዕሚ ኢና ዓው በሃልቲ ባይዘወይ ግን ኣምላኽ ይመስገን ምሻላ ዋላ ሓደ ሓደ ረቢሽኩምና ዝበለና ሰብ ኣይነበረን ገለ ማለት እዩ ኣብዚ ከ ኣብቲ ገዛ ብጣዕሚ ብዙሕ ወረቃቅቲ ኣሎ ብዙሕ ኢንፎርሜሽን ኣሎ ናበይ ክትከይድ ከም ትኽእል ናበይ ክትፃወት ቆልዑ ሒዝካ ትዘናጋዕ ድዩ ገለ ብዙሕ ኢንፎርሜሽናት ኣለኩም ተሪኢኹሞ ማለት እዩ እዚ ካብ ደገ ምስ ወፀኻ እዩ ደገ ምስ ወፀና ትሪእዎ ኣለኹም ብዝኸትካዮ እዩ ከም ስታፔላ ዘሎ ብዙሕ ኢንፎርሜሽን ድማ ኣለኩም ማለት እዩ እቲ ታምቤላ ክትሪእዎ ኣለኩም ገዛውቲ ዝካረ ንኣብነት እዚ ፌሪን ቮን እውን ካብኡ ብዙሕ ኣሎ እዚ ድማ ናይቲ መርከብ ፕላን እዩ እዋ ዓሰርተን ዕስራን ሓሙሽተን ዓሰርተ ሓደን ዕስራ ሓሙሽተን ኣሃ ኣብ ሰዓት ሰዓት እያ ትኸይድ ማለት እዩ ክሳብ ሰዓት ሰለስተ ዘሎ እቲ ባሕሪ ድማ ብደጊኡ ነዚ ይመስል እዚ ከዓኒ ኣብቲ ከተማ እዩ እዚ ከማን ኣብቲ ከተማ እዩ መፃወቲ ናይ ቆልዑ ብዙሕ ማይ ገለመለ ዘለዎ እዩ ብፍላይ ቆለውዕ እንተሃልዩ እንተሃልዮምኩም ክዛነ ክትዛናግዑ ምስ ሰብ ትደልዩ በቃ ምሽ ኣሎ ሳይለንት ዝኾነ ቦታ ከም ዝርውዎ ዝኾነ ቦታ ናይ ብሓቂ እዚ ቦታ ዝመርጸልኩም እትሪእዎ ዘለኹም እዚ ድማ ናብ ሓደ ቦታ ንኸይድ ኣለና ክንምሳሕ ግን ብዝሓለፍካዮ በቃ ፌር ምኾኑ ክንህለኩም ኣብ ቴሌፎን ገለመለ ማለት እዩ እዚ እትሪእዎ ዘለኹም ገዛ ብደጊኡ ክጽብቕ መዓት ዝካረ ገዛ እዩ ማለት እዩ ፌር ምቮኑግ እዩ ደስ ኢልኩም ደው ኢልኩም ገዛ ክትሕዙ እንተደሊኹም ገለ ማለት እዩ ኣብታ ቤላ ረኣይዎ ኢኹም ማለት እዩ ሶ እቲ ቪድዮ ናይ ናብ ምውድኡ እዩ እንዳኸድና ኢና ሕጂ ናብ ናብ ሓደ ቦታ ክንምሳሕ ኢልና ንኸይድ ዘለና ሶ እግሪ መገደይ ድማኒ ቅድሕድሕ ኣቢለልኩም ማለት እዩ እዚ ድማኒ ኣብ መገዲ እዩ ክትሸይን እንተደሊኻ ከምዚ ምሽቓቕ ኣሕዋት ኢኻ ክትሸይን ትኽእል ኢኻ እዚ ከዓ ታቤላ እዩ ቤን ቡስ ኣላ መዓስ ቡስ ትመፅእ ገለ እያ ኣብቲ ዓዲ እኮ ሓንቲ ቡስ እንድያ ዘላ ሓቂ ዘረባ ብቡስ ናብቲ ዓዲ ክትከይድ ኣይከዓ ዳርጋ ኣይከኣልን እዩ ምባል ይሓይሽ መኪና ክትህልወካ ኣለዋ ከም ዝበልኩም ነታ ባሕሪ ክትኮላ እንተኾንካ ወይ ብጃልባ ወይ ብመኪና ክትኮላ ሕጂ ኣውቶቡስ ዳርጋ ሓንቲ ኣውቶቡስ እያ ዳርጋ ዳርጋ ኣይትረኽባን ኢኻ ሕፅር ዝበለ ሓቂ ዘረባ ማለት እዩ ያ ሶ እዚ ቪድዮ ነዚ ይመስል ነይሩ ምናልባት ደስ ኢልኩም ላይክ ሃቡን ኢኹም መሓዝኩም ቤተሰብኩም ድማ ሸር ግበርሎም ኢኹም ንሕና ተኻሪና ነብርና ፌርም ቮኑግ ኣብዚኣ ስእሊ ከርእየኩም ፀኒሐ ማለት እዩ ንሰያ ቴሌፎኖም ኣብኡ ኣለኩም ኩሉ ነገር ኢንፎርሜሽን ማለት እዩ ግን ናብዚ ቦታ ከትከዱ እንተደሊኹም ዘድልየኩም መድሓኒታት ሒዝኩም ትከዱ ኣለኩም ከም ዘልኩም ኣብቲ ዓዲ እቲ ቦታ ናይ ቱሪስት ቦታ ጥራሕ እዩ ዝኾነ ናይ ዕዳጋ ቦታታት የብሉን ዘረባ ማለት እዩ ክንክፅብቕ መዓት እዩ በቃ ዋው ክፅብቕ መዓት ናይ ብሓቂ እዚ ድማኒ ብሓንቲ ባቡር ጌርና ላዕሊ ነታ ዓዲ ምልእቲ ኮሊልናያ ነርና ማለት እዩ እዚኣ ቪድዮይ ኣብዚኣ ክውድኣ እየ እዚ ቦታ እዚ ንዓይ ብጣዕሚ ስለ ዝሰሓበኒ ደስ ስለ ዝብለኒ ምናልባት ንዓኹም ይጠቕመኩም ካብ ምባል እየ እዚ ቪድዮ ኣዳልየ ዘለኹ እምበኣር ንቐፃሊ ብካልእ መደብ ክምለሰኩም እየ ሰላም ወሰናይ ንዓኹም ብሩኽ መዓልቲ